ሰላም ሰላም ሰላም ንዓኻትኩም ይኹን ክቡራት ኣሕዋት ሎሚ ሓደ ዓቢ ዝኾነ ኣርእስቲ ኣዳልየልኩም ዘለኹ ብዛዕባ እዚ እዋናዊ ኩነታትና ምስ ናይ ትንቢት መጽሓፍ ቅዱስ ከነረኣየና እሞ ብሓቂ ዓለምና ሓጢኣት ከቢድዋ ከመይ ሰንከልከል ትብል ኣላ ከም ስኹር መሲልኩም ከምቲ ነቢ እሰያስ ዝበሎ እሞ እስኪ መጽሓፍ ቅዱስ እንታይ ይብለና ብዛዕባ እዚ ዘሎናዮ ኩነታት ኩሉ ትንቢታትሲ ይፍጸም ዶ ኣሎ ወይስ ንሕናኸ እንታይ ክንገብር ይግብኣና ናበይ ክንሃድም ይግብኣና እሞ ካብዚ ኣርእስቲ እዚ ተበጊስና ኣብ መጽሓፍ ቅዱስ ጥቕስታት እንዳ ረኣና ክንመሃር ኢና እሞ ነዚ ዝገልጸልና ከምቲ ወትሩ ኩሉ ግዜ እንዕድሞ ህያው ዝኾነ መንፈስ ቅዱስ እዩ እሞ ሓቢርና ንጸሊ። ኣቦ ዘላለም ኩሉ ዝከኣለካ ልዑል እግዚኣብሔር ኣቦ ነመስግነካ ንባርኸካ ኣለና። እግዚኣብሔር ኣቦ እነሆ ንባሮትካ ነቢያት ከይገለጽካ ገለ ነገር እኳ ክትገብር ኣይትኽእልን ኢኻ። እዚ ኩሉ ኩነታት ኣብ ዓለምና ኣብ ርእሲ ርእሲ ጸገማት ሽግራትን ኩናትን ስደትን ጥምየትን ዝመጽእ ዘሎ ብመሰረት መጽሓፍ ቅዱስ ትንቢታት ክትገልጸልና እግዚኣብሄር ንልምነካ ኣለና ንዝሰምዑ ኩሎም በረኸትካ ስደደሎም ስለ ስም ወድኻ የሱስ ክርስቶስ ኣሜን ክቡራት ኣሕዋት ኣብ መጽሓፍ ቅዱስ ብፍላይ ኣብ ዘፍጥረት ክንርኢ ከለና እዛ ምድሪ እዚኣ ከመይ ገይሩ እግዚኣብሄር ኣምላኽ ጽቡቅ ገይሩ ከም ዝፈጠራ ኣዝዩ ጽቡቅ ኮነ ከማን ይብሎ ብድሕሪኡ ጊን ሓጢኣት እንዳበዝሐ ክመጽእ ከሎ ጊን ካብ ዓመት ናብ ዓመት ካብ ጊዜ ናብ ጊዜ ዓለምና እናኸፍኣ እናኸፍኣ ሞት እንዳበዝሐ ጥሜት እንዳበዝሐ ኩናት እንዳበዝሐ ስደት እንዳበዝሐ ፍቕሪ ከኣ እንዳዛሕተለ ዓመጻ ከኣ እንዳበዝሐ ይኸይድ ኣሎ ኣብ ዓለምና ከምዚ ኣነን ንስኹምን እንሪኦ ዘለና ማለት እዩ እሞ ኣብ ዘፍጥረት ምዕራፍ ሓደ ሰላሳን ሓደን እንታይ ይብለና ኣምላኽ ከኣ ነቲ ዝገበሮ ዘበለ ኩሉ ረኣየ እሞ እንሆ ብዙሕ ጽቡቕ ኮነ ይብለና ብዙሕ ጽቡቕ ኮነ ይብለና ደሓር ምድሪ ብዙሕ ኣይጸነሐትን ኣብ ግዜ ኖህ ግን እንታይ ኮይና ማለት እዩ ምድርኻ መልሻኻ ተበላሸወት ይብለና ማለት እዩ ምድርኻ ተበላሸወት እቲ ሰባኽ ጽድቂ ዝበሃል ኖህ እሱን ደቁን ኣንስቲ ደቁን ጥራሕ ተሪፎም ሸሞንተ ሰባት ጥራሕ ተሪፎም ካብዛ ዓለም እዚኣ ምልእቲ ብሰንኪ እቲ መከራ ብሰንኪ እቲ ሓጥያት ዝገበርዎ ኣደዳ ናይቲ ሳዕቤን ናይ ሓጥያት ከምዝኾኑ ኣብ መፅሓፍ ቅዱስ ንርኢ ኢና እሞ ኣብ ዘፍጥረት ምዕራፍ ሽዱሽተ ካብ ሓደ ክሳብ ዓሰርተ ክልተ ዘሎ እስኪ ምስቲ ጎይታናን መድሓኒና የሱስ ክርስቶስ ዝተነበዮ ኣብ ሊቋስ ዓሰርተው ሸውዓተ ዞሎ ከነረኣዮ ከለና ከምቲ ብጊዜ ኖህ ዝኾነ ከምቲ ብጊዜ ኖህ ዝኾነ ከምኡ ኸኣ ምጽኣት ወዲ ሰብ ከምኡ ክኸውን ኢልና ኣሎ ማለት እዩ። ሕጂ ነዚ ክልቲ ኢና ነተሓዞ ጎይታናን መድሓይና የሱስ ክርስቶስ ኣብ ሊቋስ ዓሰርተ ሸውዓተ ፍቕዲ ሰላሳ እንታይ ኢልና በቲ ወዲ ሰብ ዝመጸላ መዓልቲ ድማ ከምኡ ክኸውን ኢልና ከመይ ከምቲ ብግዜ ኖህ ዝነበሮ እሞ እስኪ ናብቲ ናይ ማያሂ ዝነበረሉ ግዜ ኖህ ዝነበረሉ ግዜ ምዚ ዘመንና ከመይ ይመሳሰል እስኪ ጥቕሲ ብጥቕሲ እንዳገበርና ክንርኢ ኢና ዘፍጥረት ምዕራፍ ሽዱሽተ ፍቕዲ ሓደ ኮነ ድማ ሰብ ኣብ ልዕሊ ገጽ ምድሪ ክበዝሕ ምስ ጀመረ ከኣ ኣዋልድ ከኣ ምስ ተወልዳሎም፣ እቶም ደቂ ኣምላኽ ድማ ነተን ኣዋልድ ሰብ መልክዕኛት ከም ዝዀና ምስ ረኣዩ፣ ካባታተን ዘዝሓረይወን ኣንስቲ ወሰዱ ይብለና። እግዚኣብሄር ከኣ ንሱ ስጋ ድማ እዩ፣ መንፈሰይ ንሓዋሩ ምስ ሰብ ኣይጻረርን እዩ፣ ስለዚ ዘበኑ ሚእትን ዕስራን ዓመት ይኹን በለ። ደቂ ኣምላኽ ናብተን ኣዋልድ ሰብ ምስ ኣተዉ፣ ንሳተን ከኣ ምስ ወለዳሎም፣ በቲ ዘመን'ቲ ብድሕሪኡ ድማ ኣብ ምድሪ ንጉዓዝ ሰባት ነበሩ፣ እቶም ካብ ጥንቲ ስሙያት ዝነበሩ ጀጋኑ ሰባት እዚኣቶም እዮም፣ እግዚኣብሄር ከኣ ክፍኣት ሰብ ኣብ ምድሪ ከም ዝበዝሐ ብሓሳባት ልቡ ዝሕልኖ ድማ ወርቱ ክፉእ ጥራሕ ከም ዝኾነ ረኣየ፣ እግዚኣብሄር ከኣ ንሰብ ኣብ ምድሪ ብምግባሩ ተጣዕሰ፣ ብልቡ ድማ ጓሃየ ይብለና። መጀመርያ ግዜ እግዚኣብሔር ጓሃየ ዝብል ቃል ኣብዚ ኢና እንርኢ በቲ ኣነን ንስኹምን እንገብሮ ክፍኣታውቲ ኣብዛ ምድሪ እዚኣ ክሳዕ ክንድምንታይ እግዚኣብሔር ከም ዝጉሂ እግዚኣብሔር ከም ዝሓዝን ካብዚ ሓደ ክንርዳእ ንኽኢልና ስለዚ ደቂ ሰባት እንታይ ነይሮም ኣብ ግዜ ኖህ እንተዳልና ወትሩ ዝሓስብዎ ዘበለ እንታይ ነይሩ ክፉእ ጥራሕ ነይሩ ማለት ሰናይ ነገር ኣይሓስቡን እዮም ነይሮም ማለት ጽቡቅ ነገር ኣይሓስቡ ነይሮም ዝሙት በዚሑ ነይሩ ዓመጻ በዚሑ ነይሩ ማለት እዩ ቅትለት በዚሑ ነይሩ ማለት እዩ ስለዚ ልክዕ እዚ ሕጂ ዘለናዮ ግዜ ብሓቂ ምስቲ ናይ ግዜ ኖህ ዝነበረ ከነተሓዞ ከለና ዘመሳስሎ ነገራት ብዙሕ ነገራት ኣሎ ምድሪ ተበላሸወት ዝብል ኣሎ ኣብቲ ናይ ዘፍጥረት ምዕራብ ሽዱሽተ እዛ ሕጂ ዘላ ዓለምናኻ ክሳዕ ክንምንታይ ተባላሸዋላ እስኪ እንርኣዮ ኣብዚ ሕጂ ግዜ ዘሎ ኩነታት ሃዋርያ ጳውሎስ ከማን ዝተነበዮ ቃል ኣሎ እሱ እንታይ ኣሎ ኣብ ካልኣይ ጢሞጦስ በተን መወዳእታ መዓልታት ግና እንታይ ክመጽእ ኢልዎ ኣሎ ክፉእ መዓልትታት ክመጻ እየን ኢልዎ ኣሎ። እስኪ እዚ ከ ምስቲ ናይ ዘፍጥረት ምዕራፍ ሽዱሽተ ከነተሓዞ ንኽእል ኢና ማለት እዩ። እንታይ ኣብተን መወዳእታ መዓልትታት ክፉእ ዘመን ከም ዝመጽእ እዚ ፍለጥ፣ ሽዑ ሰባት ፈተውቲ ርእሶም እዚ ይፍጸም ዶ ኣሎ ሕጂ ኣብዚ ዘለናዮ ግዜ? ፈተውቲ ርእሶም ፐርሰናል ላይፍ ኢኻ ትነብር ማለት ን ናይ ካልኦት ኣየገድሰካን እዩ በቃ ናይ ርእሰይ ጥራሕ ናይ ባዕለይ ጥራሕ ዝብል ኣተሓሳስባ ኣብዚ ምድርና እዚ እናስፋሕፍሐ ይኸይድ ኣሎ ካልእ እንታይ ኢልዎ ኣሎ ማለት እዩ ፈተውቲ ገንዘብ ፈተውቲ ገንዘብ ተጀሃርቲ ዕቡያት ተፃረፍቲ ንወለዶም ዘይእዘዙ ዘየማስዉ ርኹሳት ኢሎም ዘረብኦም ርኹስ ግብርታቶም ርኹስ ትዕቢት ኣሎ ኣንነት ኣሎ ማንም ሰብ ድኻማቱ ክገልጽ ኣይክእልን እዩ ማንም ሰብ ስንፍንኡ ክገልጽ ኣይደልን እዩ ጥራሕ ናቱ ጽቡቅ ነገር ጥራሕ ናቱ ልዕል ልዕል ከብል እንተዘይ ኮይኑ ናቱ ስንፍና ናቱ ሓጥያት ናቱ ድኻማት ክገልጽ ዝኽእል ውሑዳት እዮም ኣብዛ ዓለምና እዚኣ ማለት እዩ ፈተውቲ ገንዘብ ኢልዎ ደሎ ኣስተብህሉ ንሓደ ሰብ ገንዘብ ኣለቅሕዎ ቀልጢፍ እንተምፅኢልኩም ተዘየምፅኢልኩም ሽዑ ክትዕዘቡ ትኽእሉ ሰባት ገንዘብ ፍትወት ኣለዎ ማለት እዩ ፍቕሪ ገንዘብ ስር ኩሉ ክፍኣት ይብለና ማለት እዩ ዓመፃ በዚሑ እቲ ዓመፃ ካ እንታይ ንዓይ ንዓይ ዝብል ኣተሓሳስባ ስለ ዝበዝሐ ማለት እዩ ኣነ ኣነ ድብል ኣተሓሳስባ ስለ ዝበዝሐ ማለት እዩ ዕቡያት ርኹሳት ኢሎም ኣለው። ካብ ንኣምላኽ መፍቃርሲ ኣዕዚዞም ተድላ ዝፈትዉ ማለት እዩ። ፍቕሪ ስድራ ቤቶም እኳ ዘይብሎም ጨካናት፣ ሓመይቲ፣ ቀለልቲ ኢልዎም ኣሎ ማለት እዩ። ፈኮስቲ ብዘረብኦም ይኹን ብተግባራቶም ይኹን ከምቲ ዕድሚኦም ዘይከውን ቀደም ከምዚ ኣይነበረን ኣብ ዘለናዮ ግዜ ግን ሰብ ብሓቂ ሓሲሩ ሰብ ክብረቱ ቀኒሱ ባዕሉ ባዕሉ ማለት እዩ ዓመፃ በዚሑ ማለት እዩ እስኪ ኣብቲ ናይ ግዜ ኖህ ከ እንታይ እዩ ዝብለና ሰብ ወትሩ ዝሓስቦ ዘበለ እንታይ ጥራሕ ክፉእ ከም ዝነበረ ኣብኡ ኣንቢብና ነርና ቅድም ኢልና ማለት እዩ ሕጂ እግዚኣብሔር ከዓ ንሰብ ብምፍጣሩ እንታይ ገበረ ተጣዕሰ ይብለና ማለት እዩ ተጣዕሰ ይብለና ድሓር ኖህ ግና ኣብ ቅድሚ እግዚኣብሔር እንታይ ረኸበ ሞጎስ ረኸበ እታ ናይ መጀመርያ ኣብ መፅሓፍ ቅዱስና እታ ፀጋ ትብል ኣብቲ ናይ እንግሊሽ ግሬስያ ትብል ኣብዛ ናይ ዘፍጥረት ምዕራፍ ሽዱሽተ ፍቕዲ ሸሞንተ ደላ፣ ኖህ ግና ኣብ ቅድሚ እግዚኣብሄር ሞጎስ ረኸበ ትብል፣ እዚኣ እንታይ እያ ጸጋ ረኸበ ማለት እዩ፣ ጸጋ ረኸበ፣ ስለዚ ኖህ ካብቶም ካልኦት ክፋእታውቲ ዝገብሩ ዝነበሩ ፍሉይ ዓይነት ፍጥረት ነይሩ ማለት ኣይኮነን፣ ካብቶም ኣብ ከባቢኡ ዝነበሩ ዝተፈለየ ዝተፈጥረ ንሰናይ ግብሪ ዝተግህ ገይሩ ኣምላኽ ዝፈጠሮ ማለት ኣይኮነን፣ ንኹሉ ሰብ ማዕረ ጌሩ እዩ እግዚኣብሔር ፈጢርዎ ግን ኖህ እንታይ ረኸበ ብለና ጸጋ ረኸበ ብለና ማለት ካብቶም ወለዱ ከኣ ፍሉይ ነይሩ ፍሉይ ዝገብሮ ምክንያት ከኣ እንታይ እዩ እቲ ጸጋ እግዚኣብሔር ኣምላኽ እዩ ሕጂ ከኣ ኣብ ዘመና ጸጋ እግዚኣብሔር እዩ ንዓይን ንዓኻትኩምን ልዕሊ ሓጢኣት ጸብለል ከብለና ዝኽእል ልዕሊ ክፍኣት ልዕሊ ተንኮል ልዕሊ ዓመጻ ልዕል ከብለና ዝኽእል እንታይ እዩ ጸጋ እግዚኣብሔር ኣምላኽ ማለት እዩ እምበር ምድሪ በእቲ እትገብሮ እንታይ እያ ተባላሻ ኢልዋ ኣሎ ፍቅዲ ዓሰርተ ሓደ ዘፍጥረት ምዕራፍ ሽዱሽተ ዓሰርተ ሓደ ከንብበልኩም እየ ምድሪ ከኣ ኣብ ቅድሚ ኣምላኽ ተባላሽያ ነበረት ሕጂ ከ ምድሪ ሕጂ ኣይተባላሸወትን ክንደይ ምጭዋይ እንዲ ደሎ ክንደይ ደቂ ኣንስትዮ ይጭወያ ክንደይ ደቆልዑት ይጭወዩ ክንደይ ገንዘብ ይስረቕ ክንደይ ቅትለት ክንደይ ክፍኣት ክንደይ ናይ ቢዝነስ ናይ ሓሶት መርዓ ፌክ ዝኾነ ነገራት ክንደይ ፍትሕ ይበዝሕ ኣሎ ትሪእዎ ኣለኹ ክንደይ ገንዘብ ኣለቂሕኻዮም ዝኽሕዱኻ ሰባት ኣለዉ የሕዋትካ ከማን ከይተረፉ ወደቦኻ ወደዴኻ ከይተረፈ ከማን ገንዘብ ክኽሕደካ ይኽእል ኢሎም ኣብ ከምዚ ኢና በፂሕና ኣለና ሰበይትኻ በዓልቲ ቤትካ ከይተረፈት ከማን ገንዘብ ከተዳናግረካ ትኽእል እያ ሰብኣያ ከኣ ከምኡ ማለት እዩ ምትሕብባር ምትእምማን የለን እምነት ፍቅሪ ተስፋ ዝብሃል ኣብዚ ዘለናዮ ግዜ ጠፊኡ ኣንፈቱ ጠፊእዎ ዘሎ ኩነታት ኢና ንነብር ዘለና ስለዚ ምድሪ እንታይ ተባላሽያ ምድሪ ብሓቂ ከም ስኹር እንታይ ኮይና ኣላ ማለት እዩ ሰንከልከል ትብል ኣላ ኢልዋ ኣሎ እንታይ ኮይነ ኣብ ምድሪ ሰንከልከል ትብል ዘላ ስለምንታይ ኩናት በዚሑ ዓመፃ ስለ ዝበዝሐ ፍቅሪ ስለ ዝሓተለ እዩ ዓለምና ናብ ኤደን ገነት ክንቅይራ ምኸኣልና ነርና ኣነ ንስኹምን ደቂ ሰባት ማለት እዩ ኣብዛ ምድሪ እዚኣ እግዚኣብሄር ንኣዳምን ሄዋንን ንምድሪ ክዓያን ክሕልዋን ሓላፍነት ይህዎ ነይሩ እግዚኣብሄር ኣምላኽ ንኣዳም ኣብዛ ምድሪ እዚኣ ከንቲባ ኰይኑ፣ ንጉስ ኰይኑ፣ ነቲ ተፈጥሮ ከምቲ ዝግባእ ክጥቀመሉ ይግባእ ነይሩ ማለት እዩ። ነገር ግን ኣብዚ ሰዓት እዚ፣ ብፍላይ ኣብዚ ዘለናዮ ኵነታት፣ ኲናት በዚሑ፣ ሕማም በዚሑ፣ ስደት በዚሑ፣ ምጽልላእ በዚሑ፣ ኣብ ውሽጢ ቤተክርስትያን ከይተረፈ ማለት እዩ ምፍልላይ በዚሑ፣ ሻርነት በዚሑ፣ ኣንነት በዚሑ፣ ፍቕሪ ገንዘብ በዚሑ፣ እዚ ኩሉ ዘምፅኦ ዘሎ እንታይ እዩ እቲ መሰረቱ እንተድኣ ኢልና ፀጋ እግዚኣብሔር ኣምላኽ ከምቲ ዝግባእ ስለዘይተጠቐምናሉ ማለት እዩ። ፀጋ እግዚኣብሔር ኣሎ፣ ምሕረት እግዚኣብሔር ኣሎ፣ ናብኡ ስለ ዘይቀረብና ኢና። ሰብ ብዘይ እግዚኣብሔር ኣምላኽ ንዓመጻ ዝተፈነወ እዩ ዝኸውን። ሰብ ብዘይ ክርስቶስ መናሃርያ ናይ ሰይጣን እዩ ዝኸውን ማለት እዩ። መናሃርያ ናይ ክፉእ ነገር እዩ ዝኸውን። ኣእምሮይን ኣእምሮኹምን ዓውደ ኹናት እዩ። እዚ ዓውደ ኹናት እዚ ክርስቶስ ክቋጸሮ ደሊ ሰይጣን ከኣ ክቋጸሮ ደሊ ንሕና ግን ኣፍ ደጌና ንዝኸፈትናሉ ናቱ ባርያ ንሱ ከኣ ንዓና ጎይታና ምዃኑ ከነስተውዕል ይግባእና ነቲ ትግዝእዎ ባሮቱ ምዃንኩም ዶ ኣይትፈልጡን ኢኹም ይብለና ሃዋርያ ጳውሎስ ማለት እዩ ስለዚ ከኣ እዩ ኣብ ትንቢት እሰያስ ዕስራን ኣርባዕተን ከነንብብ ከለና ምድሪ ሓጢኣታ ከቢድዋ እንታይ ትገብር ኣላ ሰንከልከል ትብል ከም ዘላ ኣብ ነቢይ ኢሰያስ ኣብኡ ገሊጽልና ኣሎ ዕስራን ኣርባዕተን ዕስራን ሸውዓተን ዕስራን ኣርባዕተን ካብ ዓሰርተው ሸውዓተ ከነንብብ ኢና እታ ኣብ ምድሪ ትነብር ስንባድን ጉድጓድን መፈንጠራን ኣብ ልዕሌኻ ኣሎ። ክኸውን ድማ እቲ ካብ ደሃይ ስንባድ ዝሃድም ናብ ጉድጓድ ክወድቕ፣ እቲ ካብ ጉድጓድ ዝወጽእ ከኣ ብመፈንጠራ ክተሓዝ እዩ። መሳኹቲ ኣብ ልዕሊ ተኸፊቲሞ መሰረታት ምድሪ የንደቕድቕ ኣሎ። ምድሪ ጥዋዕ ኢላ ትስበር፣ ምድሪ ተረር ኢላ ትርትርተር፣ ምድሪ ነነይ ኢላ ትናወጽ፣ ምድሪ ከም ስኹር ሰንከልከል ትብል፣ ከም ዳስ ከኣ ሰሰው ትብል፣ ኣበሳ ከቢድዋ ትወድቕ፣ መሊሳ እውን ኣይትትንስእን እያ ብለን። ስለዚ መህደሚ ዝበሃል ነገር የለን። መኸወሊ ዝብሃል የለን ብዘይካ የሱስ ክርስቶስ ምድሪ ጥዋዕ ኢላ ትስበር ምድሪ ተረር ኢላ ተትርተር ምድሪ ነነይ ኢላ ትናወጽ ምድሪ ከም ስኹር ሰንከልከል ትብል ከም ዳስ ካእሰሰው ትብል ኣበስኣ ከቢድዋ ኣለና ማለት እዩ ከምቲ ሓደ ሰብ ኣልኮላዊ መስተ ምስ ሰተየ ሰንከልከል ዝብል ከምኡ ከኣ ዓለም ሓጢኣታ ስለ ዝኸበዳ ብኢኮኖሚ ብኹናት ብሕማም ብምፍልላይ ብስደት ብፍትሕ ምድሪ ትገብሮ ጨኒቕዋ ከም ስኹር ሰንከልከልከልከልከል ትብል ኣላ ስለዚ እንታይ እዩ ዝብለና ዘሎ ኩኒ ድማ እቲ ካብ ደሃይ ስንባድ ዝሃድም ናብ ጉድጓድ ክወድቕ እቲ ካብ ጉድጓድ ዝወጽእ ከኣ ብመፈንጠራ ክተሓዝ እዩ። መሳኹቲ ኣብ ላዕሊ ተኸፊቱ እሞ መሰረታት ምድሪ የንደቕድቕ ኣሎ። ሎሚ ካብ ኩናት ኣነ ወጽየ ኣለኹ እግዚኣብሔር ይመስገን ካብ ኩናት ወጽየ ክትብል ትኽእል ኢኻ በትኻ ሕማም ዝጸንሓካ። ካብ ሕማም ተፈዊሰ እግዚኣብሔር ይመስገን ክትብል ትኽእል ኢኻ ካብ ሕማም ወፂኻ ኸዓ መሽከኻ ናብ ስደት ክትኣቱ ትኽእል ኢኻ ኣብዛ ምድሪ እዚኣ ካብቲ ተመለጥካ በቲ በቲ ተመለጥካ በቲ ዓለም መትሓዚ ዘይብላ እሾኽ ኮይና ኣላ ሕጂ መትሓዚ ዘይብላ እሾኽ ኤሜሪካ ተኸድካ ካናዳ ተኸድካ ኣውሮጳ ተኸድካ መዕቆቢ ዝባሃል ኣብዛ ምድሪ እዚኣ የለን እንኮ ጊን ኣሎ መህደሚ ጊን እግዚኣብሔር ሂብና ኣሎ መውጽኢ ጊን ሂብና ኣሎ እግዚኣብሔር ይመስገን ቦታ ኣይኮነን ገንዘብ ኣይኮነን ስልጣን ኣይኮነን ክብሪ ኣይኮነን ዝና ኣይኮነን ንዓይን ንዓኻትኩምን ጸግዒ ክኾነና ዝኽእል፣ ንዓይን ንዓኻትኩምን መዕቆቢ ክኾነና ዝኽእል ንሱ ኣይኮነን፣ ንሱ ኣይኮነን። መጽሓፍ ቅዱስ እንታይ ይብለና? መጽሓፍ ቅዱስ እንታይ ይብለና? ኣብዛ ምድሪ እዚኣ መዕቆቢ ዝኾነና እንታይ እዩ ተደኣይና? ስም እግዚኣብሔር ይብለና። ስም እግዚኣብሔር ጽኑዕ ግንቢ እዩ። ጻድቕ ናብኡ ጐይዩ ይዕቍብ። ሓደ መዕቈቢ ኣሎ፣ ስም እግዚኣብሄር ኣምላኽ። ስም እግዚኣብሄር ጽውዕ ዘበለ ግን ካብ ክፉእ እንታይ ክኸውን እዩ? ክድሕን እዩ ይብለና ኣብ ምሳሌ ምዕራፍ ሓደ ሰላሳን ሓደን መወዳእታ ናይቲ ምዕራፍ ክንርኢ ከለና ኣብዚ ምሳሌ ዓሰርተ ሸሞንተ ፍቕዲ ዓሰርተ ክንርኢ ከለና ኸኣ ስም እግዚኣብሄር ጽኑዕ ግምቢ እዩ ጻድቕ ናብኡ ጎዩ ይዕቁብ። ስለዚ መዕቆቢ፣ መኸወሊ፣ ክኾነና ዝኽእል እግዚኣብሄር ኣምላኽና ኣሎ ሕጂ ንዓይን ንዓኻትኩምን ይጽውዓና እምበር ብኽእለትና ናይ ገዛእ ርእስና ዋልታ መካላኸሊ የብልናን ናይ ገዛእ ርእስና መጥቅዒ ሴፍ የብልናን ናይ ገዛእ ርስና ዕርዲ ወይ ከኣ መካላኸሊ የብልናን። ናተይ ናትኩምን መካላኸሊ ናተይ ናትኩምን ዕርዲ ስም እግዚኣብሔር ኣምላኽ እዩ። ብእግዚኣብሔር ኣምላኽና ክንኣምን ይግብኣና። እቲ ብኣምላኽ ዝኣምን ግን ኣብዛ ምድሪ እዚኣ ሰላም ረኺቡ ሃዲኡ ክነብር ይኽእል እዩ። ስለዚ ኣብ ዓለም ካብቲ ዝመጽእ ቁጥዓ መህደም ወይ መኸወሊ ዝበሃል የልቦን። ብዙሓት ሃብታማት፣ ብዙሓት ብገንዘብ ብምትእምማኖም እዚ ጸግዒ እዩ፣ እዚ ዋልታ እዩ፣ ኣነ ገንዘብ ኣለኒ፣ ኣነ ሚልዮነር እየ፣ ዋላ ሓንቲ ዋላ ስራሕ ተሰኣንኩ፣ ዋላ ዝኾነ እንተኾነ ገንዘብ ኣለኒ ኢሎም ንገንዘብ ኣምላኾም ዝገብርዎ ንገንዘቦም ጸግዒ ዝገብርዎ ኣለዉ እዚ ግን ኮንቲ እዩ ገንዘብ ገዛ ወይ በረኻ ምኻድ ውሕስነት ዘሎ መዕቆቢ ወይ መኸወሊ ክኸውን ኣይክእልን እዩ እስኪ ኣብ ዘፍጥረት ምዕራፍ ሽዱሽተ ክንከይድ ኢና ዘፍጥረት ምዕራፍ ሽዱሽተ ጎይታና የሱስ ክርስቶስ ድኾነ ይኹን መዕቆቢ እንተ ዝህሉ ነይሩ ኣብዛ ምድሪ እዚኣ የሱስ ክርስቶስ ብሰማያት ሰማያት ክመጽእ ከሎ ብመላእኽቲ ተዓጂቡ ክመጽእ ከሎ ብኽብሪ ተዓጂቡ ክመጽእ ከሎ እቶም ገንዘብ ኣሎና ስልጣን ኣሎና ክብሪ ኣሎና ዝና ኣሎና ዝብሉ ዝነበሩ ከም ዝሃድሙ ናብ በዓትታት ናብ ኣኽራን ናብ ሸናጥሮ ናብ ትሕቲ ቢንቶታት ከም ዝሃድሙ እዩ መጽሓፍ ቅዱስ ዝገልጸልና ከንብበልኩም እየ ነገስታት ምድሪ ይብለና ፍቕዲ ዓሰርተ ሓሙሽተ ዓሰርተ ሽዱሽተ ኣቢሉ ኣብ ራእይ ዮሃንስ ምዕራፍ ሽዱሽተ ነገስታት ምድሪ መሳፍንትን ሓለዋ ኣሽሓትን ሃብታማትን ሓያላትን ኩሎም ባሮትን ጭዋታትን ኣብ ጉድጓድን ኣብ በዓትታት ኣኽራንን ተሓብኡ፣ ነኽራን ነኻውሕን ድማ ካብ ገጽ እቲ ኣብ ዝፋን ተቐሚጡ ዘሎ ካብቲ ቁጥዓ ትገንሸል ኣብ ልዕሌና ወዲቕኩም ከውሉና በልዎም። ስለዚ እዚ ኹሉ ዝደለብዎ ገንዘብ ነገስታት እውን ከይተረፉ እኳ ይብለኩም ኣሎ ነገስታት ይልዎ ኣሎ ነገስታት ምድሪ ይልዎ ሓላቑ ሓለፍቲ ሓላቑ ኣሽሓት ሃብታማት ሓያላት ኩሎም ይልዎም ኣሎ ነቶም ልዕል ልዕል ዝበሉ መጀመርያ ገሊፅዎም ኣሎ ነገስታት ሓያላት ሃብታማት ሓላቑ ኢልዎም ኣሎ እዞም ሰባት እዚኣቶም ስልጣኖም መኸወሊ ክኾኖም ኣይከኣለን ሃብቶም መኸወሊ ክኾኖም ኣይከኣለን ዘለዎም ዝና መኸወሊ ክኾኖም ኣይከኣሉን። እንታይ ደኣ ኢሎም ኣብ ቅድሚ እቲ ገንሸል ካብቲ ቁጥዓ እቲ ገንሸል እንታይ ግበሩና ከውውልና እወ መድሓኒ ምዃኑ ይገልጽሎም እዞም ሰባት እዚኣቶም ኣገልገልቲ ናይ እግዚኣብሔር ተዛሪቦሞም እዮም ምክንያቱ ንየሱስ ክርስቶስ ገንሸል ይብልዎ ገንሸል ዝብል ቃል ከውፅእ ከለካ መድሓኒ ወይ ከዓ እሱስ መስዋእቱ ኮይኑ ንህዝቢ ዓለም ከም ዝሓለፈ ይፈልጡ ይርዱ ከም ዝነበሩ ኢኻ ካብዚ ክትርዳእ ትኽእል ደኣ እምበር ገንሸል ኢሎም ክጽውዕዎ ኣይምኻልነ ካብቲ ቁጥዓ እቲ ገንሸል ከውልና ኢሎም ማለት ገንሸል ድብሎ ንየሱስ ክርስቶስ ንሱ መድሓኒ ምዃኑ ዝፈልጥ እዩ ግን ኣብ እምነት ኣይመጹን እንዳ ፈለጡ ከም ዘይፈለጡ እንዳ ራኣዩ ከም ዘይራኣዩ ዓዊሮም ዓዊሮም ኣነ ንስኹም ሕጂ እውን እንዳ ራኣና ከም ዘይራኣና ከይንኸውን ኩነታት ናይ ዓለምና ንሪኦ ደለና እዚ ኩሉ ዝፍጸም ዘሎ ንዓይን ንዓኻትኩምን ናብ ምጽኣት ጎይታና የሱስ ክርስቶስ ንምድላው፣ ናብ እምነት፣ ናብ ምፍታሽ መጽሓፍ ቅዱስ፣ እስኪ ትንቢት እንታይ ይብል ኣሎ? እንታይ ዓይነት ግዜ ኢና በጺሕና ዘለና? እንታይ እዩ እዚ ኩናት ጠጠው ዘይብል? እንታይ እዩ እዚ ስደት ጠጠው ዘይብል? እንታይ እዩ እዚ ሕማም በዚሑ? ካንሰር ዶ? ሽኮርያ ዶ? ድኻም ልቢ ዶ ክንደይ ሰብ እንዲዩ ብሕማም ድመውት ዘሎ ክንደይ ሰብ እንዲዩ ዝጠፍ ዘሎ ቅድሚ ሕጂ ዶ ከምኡ እዩ ነይሩ እዩ እስኪ መጽሓፍ ቅዱስ እንታይ ይብሎ ኢልና ክንፍትሽ እንድሕር ዘይንኽእል ኮይና ኣነ ንስኻትኩምን ጸገም ኣለና ማለት እዩ ብሓቂ ሕማም ኣለና ማለት ሽግር ኣለና ማለት እዩ ነፍሲ ወከፍና ኣነ ንስኹምን መጽሓፍ ቅዱስ ከነንብቦ ይግባኣና መጽሓፍ ቅዱስ ከነስተንትኖ ይግባኣና ንዓይ ንዓኻትኩምን ንዓይ ንዓኻትኩምን ጸግዒ ዝኾነና ዋልታ ዝኾነና መጽሓፍ ቁዱስ እዩ ኣብ ድኾነ ይኹን ነገር ክንውከል ክንምርኮስ ኣይግባኣናን እዩ ኣብ ትንቢት እሰያስ ዕስራን ኣርባዕተን ብሓቂ እንታይ እዩ እቲ እቲ ጸገም እንድሕር ኢልና መጽሓፍ ቁዱስ ዝገልጸልና ማለት እዩ ሕጊ ስዒሮም ብለና ስርዓት ለዊጦም ብለና ማለት እዩ ውሑዳት ሰባት ከዓ ይተርፉ ዝበዝሐ ህዝቢ ዓለም ኣይርድኦን እዩ መፅሓፍ ቅዱስ ይስበኽ ኣሎ እግዚኣብሔር ብኩነታት ይዛረብ ኣሎ ብሕልሚ ይዛረብ ኣሎ ብራእይ ይዛረብ ኣሎ ብዝተፈላለየ መንገድታት ገይሩ ይዛረብ ኣሎ ሰባት ናበይ ንክመፁ ናብ እምነት ናብ ንስሓ ንክመፁ እግዚኣብሔር ኣምላኽ መዓልታዊ መዓልታዊ ይዛረብ ኣሎ ዕብራውያን ምዕራፍ ሓደ እንታይ ይብለና ኣምላኽ ነቦታትና ብብዙሕ ሳዕን ብብዙሕ መንገድን ተዛረቦም፣ ኣብዘን መወዳእታ መዓልታት ከኣ በቲ ወራሲ ኩሉ ዝኾነ ጎይታና የሱስ ክርስቶስ ተዛረበና ይብሉ። ስለዚ ብብዙሕ ሳዕን ብብዙሕ መንገድን ከምቲ ኣምላኽ ንህዝቢ እስራኤል ዝዛረቦም ዘነበረ ሕጂ ውን እግዚኣብሄር ኣምላኽ ንህዝቢ ዓለም ብዝተፈላለየ መንገዲ ይዛረብ ኣሎ ማለት እዩ። ግን ሰማዒ የድሊ፣ ከነስተብህል ይግብኣና። ከነስተንትን ይግበኣና። ኣበየናይ ግዜ ኢና በጺሕና ዘለና? እንታይ ክገብር ይግበኣኒ? ህይወት ሓጻር እያ። ህይወት ሓጻር እያ። እዚ ሕጂ እንነብሮ ዘለና ዓይነት ህይወት ናይ ፈተነ ህይወት እዩ በቃ። ናይ ፈተነ ህይወት እዩ። ክንበልዕ ክንሰቲ ክንህብትም ገንዘብ ክንእክብ ኢሉ ኣይኮነን እግዚኣብሔር ንዓይ ንዓኻትኩም ፈጢርና እግዚኣብሔር ንደቂ ሰባት ክፈጥሮም ከሎ ንክብሪ ኣምላኽ እቲ ንክብረይ ዝደከምክዎ ህዝበይ ምስጋናይ ከዘንቱ ይብለና ማለት ንሕና ኣብዛ ዓለም እዚኣ ክንብልፅግ ኣይኮነን እንታይ ዳ ንክብሪ ኣምላኽ እዛ ህይወት እዚኣ ዋና ኣለዋ እዛ ህይወት እዚኣ ዋና ኣለዋ ናይ ርእስኹም ከም ዘይኮንኩም ዶ ይትፈልጡን ኢኹም ዋና እንድሕር ሃሊዋ ከዓ ተሓታትነት ኣለና ማለት እዩ ክንሕተት ኢና ሓደ መዓልቲ ኣብ ፍርዲ ክንቀርብ ኢና ሕጂ ግን ከምቲ ቅዱስ ቃሉ ዝበሎ ናብ ንስሓን ናብ ኑዛዜን ክንመጽእ እግዚኣብሄር ኣምላኽ ንዓይን ንዓኻትኩምን ይዕድመና ኣሎ። ትንቢት ኢሳያስ ዕስራን ኣርባዕተን እታ ዕንቶ ዘንበብናያ ማለት እዩ ዕስራን ኣርባዕተን ከነንብብ ከለና ፍቕሪ ክልተ ካብ ሓደ ጀሚርና እውን ተንበብናዮ ጽቡቅ እንሆ እግዚኣብሔር ንምድሪ ጥራያ ይገብራን የባድማን ገጻ ይግምጥላን ነቶም ኣብኣ ዝነብሩ እውን ፋሕ የብሎም ኣሎ እዚ ዶ ይኮነን ሕጂ ዝፍጸም እግዚኣብሔር ንምድሪ የባድማ ኣሎ እዘን ኩለን ከተማታት ትርእይወን ኣሎ ክንደይ ከተማታት ዓንየን ኣለዋ ኣብዚ ሰዓት እዚ ገሊአን ብሓዊ ገሊአን ብምንቅጥቃጥ ምድሪ ገሊአን ብኩናት ብምሳይላት ምድሪ እንታይ ትኸውን ኣላ? ትባድም ኣላ። ምድሪ ትጠፍእ ኣላ። ብሕማም፣ ብኢኮኖሚ፣ ብስደት፣ ብጥሜት፣ ብኹናት፣ ብዝተፈላለየ መንገድታት ምድሪ እንታይ ትገብር ኣላ? ትባድም ኣላ። ክንደይ ሰብ እዩ ዝመውት ዘሎ? ክንደይ ቆልዓ ሰበይቲ እዮም ዝስደዱ ኣለዉ? ስለዚ እንሆ እግዚኣብሄር ንምድሪ ጥራይ ኣይገብራን፣ እንታይ ይገብራ? የባድማን፣ ገጻ ኣይግምጥላን፣ ነቶም ኣብኣ ዝነብሩውን ፋሕ የብሎም። ከምቲ ንህዝቢ ከምኡ ንኻህን ክበጽሖ እዩ፣ ከምቲ ንባርያ ከምኡ ንጐይታ፣ ከምቲ ንግዝእቲ ከምኡ ንእመቤት፣ ከምቲ ንተሻያጢ ከምኡ ንሸያጢ፣ ከምቲ ንተለቃሒ ከምኡ ንመለቅሒ፣ ከምቲ ንበዓል ዕዳ ከምኡ ንመዕደይ ክበጽሖ እዩ። ንዅሉ ንዅሉ ክበጽሖ እዩ ማለት እዩ። ወላ ሓደ ድተርፍ የለን፣ መን ደኣሉ ድተርፍ? መን ደኣ ኣሉ ብዛ ምድሪ እዚኣ ሃዲኡ ክነብር ዝኽእል? ሰላም ረኺቡ፣ ርግኣት ረኺቡ፣ ዕረፍቲ ረኺቡ፣ ናይ ልቢ ዕረፍቲ ደስ ዝብሎ ዝተባረኸ ሰብ ደኣ መን እዩ? ይገልጸልና ካብኡ ማለት እዩ እግዚኣብሔር እዚ ቃል እዚ ተዛሪቡ እሞ ምድሪ ብጥራሳ ጥራያ ክትከውን ብጥራስ እውን ክትብዝበዝ እያ ብለና ኣብ ፍቕዲ ሰለስተ ዕስራን ኣርባዕተን ፍቕዲ ሰለስተ ትንቢተ ኢሳያስ ምድሪ ትሓዝን ትጽምሉ እውን ኣላ ዓለም ትሕለል ትጽምሉ እውን ኣላ እቶም ምርያት ህዝቢ ምድሪ ይሕለሉ ኣለዉ ኦ እቶም ምርያት ከይተረፉ ከማን እቶም ለባማት ኢና ዝበሃሉ እቶም ነገስታት ከማን ከይተረፉ ሎሚ ኣብ ሰዓት እዚ ጭንቀት ሓዲርዎም ኣሎ ነገስታት ሎሚ ኣብ ዓለም ዘለዉ ጭንቀት ኣለዎም ስትረስ ኣለዎም እቶም ምሩያት ዝብሃሉ ከማን ከይተረፉሲ እንታይ ይኾኑ ኣለው ይሕለሉ ኣለው ሃብታማት ከይተረፉ ይሕለሉ ኣለው ገንዘብ ኣይኮነን ስልጣን ኣይኮነን ንህይወት ሰላም ክህባ ዝኽእል ብሓቂ ሰብ ክንቀሳቀስ ከሎ ፅቡቅ ኣሎ ትብሎ ትኸውን ውሽጡ ግን ንስኻ ይትፈልጦን ኢኻን ውሽጡ ንስኻ ይትፈልጦን ኢኻን ውሽጡ ጓሂ ክህልዎ ይኽእል ውሽጡ ቃንዛ ክህልዎ ይኽእል ውሽጡ ሰላም ዘይብሉ ክኸውን ይኽእል። ስለዚ ሃብታማት ለባማት ኩላቶም እቶም ምሩያት ከይተረፉ ክሕለሉ እዮም ኣብዚ መወዳእታ ዘበን። የሱስ ዘለዎ ግን ኣይሕለሉን እዮም። ኣብ ትንቢት ኢሳያስ እንታይ ይብለና? ኣባፅሕ ኣግዋ ዚሕለሉ ኣባፅሕውን ሰንከልከል ኢሎም ይወድቁ፣ እቶም ንእግዚኣብሔር ዝፅበዩ ግና ሓይሎም ከም ንስሪ ይሕደስ እዩ በሎ። ኣጓባዝን ኣጉባዝን ኣባፅሕን ይሕለሉ፣ እዚኦም ሓይሊ ዘለዎም ማለት እኮ እዩ፣ ብቕዓት ዘለዎም ማለት እዩ በዛ ናይ ምድሪ እዚኣ፣ ብኢኮኖሚ ክኸውን ይኽእል፣ ብጉልበት ክኸውን ይኽእል፣ ብጥዕና ክኸውን ይኽእል፣ ብስልጣን ክኸውን ይኽእል፣ ኣጓብዝ ዝኾኑ ይሕለሉ፣ ኣባጽሕ ይሕለሉ፣ እቶም ንእግዚኣብሔር ጽበዩ ግና ሓይሎም ከም ንስር እንታይ ይገበር ይሕደስ፣ ኣይደኽሙ ኣይሕለሉ ኢልዎም ኣሎ። ክጎዩ ከለዉ ኣይሕለሉ ኣይደኽሙ ኢልዎ ኣለዎ ነቢ ኢሳያስ ማለት እዩ። ኣብዚ ኸ ልክዕ እንታይ ይብለና ኣሎ መሲልኩም እቶም ሙሩያት ህዝቢ ምድሪ ይሕለሉ ኣለዉ። እንታይ ኮይኖም እዮም ዝሕለሉ ዘለዉ? ኣብ ፍቅሪ ሽዱሽተ መልሲ ሂብና ኣሎ ስለዚ መርገም ንምድሪ እንታይ ጊበርዋ ኣሎ ውሒጥዋ ምድሪ ብሓቂ ተረጊመ ምድሪ መርገም እዩ እዚ መርገም ውፅኢት ናይ ሓጢኣት እምበር መጀመርያ ምድሪ ከምኡ ኣይነበረትን መጀመርያ ምድሪ ኣዝያ ጽብቅቲ እያ ነይራ ሰላም እዩ ነይርዋ ኩናት ዝብሃል ወረ ኩናት ኣይስማዕን ነይሩ ማለት እዩ ፍቅሪ ነይርዋ እንስሳታት ከማን ከይተረፉ ብፍቅሪ ይነብሩ ነይሮም ሎሚ እንስሳታት ይህደኑ ዶ ኣይኮነን ዘሎ ሎሚ እዚ ዘይብሃል ዱር ብሓዊ ኣትይዎ ክንደይ እንስሳታት ይስደዱ ዶ ኣይኮነን እንስሳ ይጥዓሞ ሰብ ኣይጥዓሞ እዛ ምድሪ እዚኣ እሾክ ኮይና ኣላ ሓቂ ዝኾነ ፍጡር ኣብዛ ምድሪ እዚኣ እፎይታ ኣይረኸበን ኣሎ እፎይታ ኣይረኸበን ስለዚ መርገም ንምድሪ እንታይ ገይርዋ ውሒጥዋስ እቶም ኣብኣ ዝነብሩ እንታይ ይገብሩ ኣለዉ ይቕፅዑ ኣለዉ እዚ መቕፃዕቲ ዶ ይኮን መቕፃዕቲ እዩ ኣነ ንስኹም ክንስደድ ከለና ፈቐዳ ልብያ ፈቐዳ ኣውሮጳ ፈቐዳ ኣዲስ ኣበባ ከርተት ክንብል ከለና እዚ ውርደት እዩ ውርደት እዩ ኣብ ምሳሌ ሓጢኣት ውርደት ህዝብታት ኢልዎ ሓጢኣት ሲ ውርደት ህዝብታት እዩ ሓጢኣት ደይኮነን ከምኡ ዝገብረና ዋላ ኣብ ስደት መፂኻ ከማን እቲ ብምንታይ ምክንያት ከም ተሰደድካ ከይፈለጥካ ከማን እንደገና ከተዕረ ክትግባእካ መሊሽካ ነቲ ሓጢኣትካ ተዕፍሮ ኣብ ስደት መጺኻ መሽካ ተዕፍሮ ማለት እዩ ስለዚ መርገም ንምድሪ እንታይ ገይርዋ ውሒጥዋ እቶም ኣብኣ ዝነብሩ ይቁፅዑ ኣለዉ ስለዚ እቶም ኣብ ምድሪ ዝነብሩ ይነዱ ሒደ ሰብ ከዓ ይተርፉ ስለዚ እቶም ኣብ እግዚኣብሔር ዝውከሉ ውሑዳት እዮም እብለኩም ኣለኹ ውሑዳት እዮም ኣነ ንስኹምን ኣብ እግዚኣብሔር ክንውከል ኣለና ኣብዚ መዓት እዚ ሕጂ ዓለምና ትመሓየሽ ኢሎም ዝሓስቡ ኣለዉ መቸም ናይ ፖለቲካ ተንተንቲ በቃ ተዛራሪብና ከምዚ ጌርና ዕርቂ ጌርና ገለ ጌርና ምድሪ ክንጽግና ከነረጋግኣ ክንክእል ኢና ኢሎም ይዛረቡ ኣይከውን ኣይከውን ቃል እግዚኣብሔር ከምኡ ኣይብለናን ቃል እግዚኣብሔር ኣምላኽ ምድሪ ጥራያ ክገብራ እዩ እግዚኣብሔር ኣምላኽ ምድሪ ክትብዝበዝ እያ መርገም ውሒጥዋ እንደገና ምስ ኣብ ራ ዮሃንስ ዓሰርተ ሸሞንተ ፍቅዲ ኣርባዕተ ከኣ ሓጢኣታ ካብ ምድሪ ክሳዕ ሰማይ ተጸፍጺፉ ኣቱም ህዝበይ ህ ካብቲ መዓታ ምእንቲ ከይትካፈሉሲ ካብኣ ውጹን ተፈለዩን ዝብለና እምበር ምድሪ ወይ ከኣ ባቢሎን ክትመሓየሽ እያ ዝብል ኣብ መጽሓፍ ቅዱስ ብፍጽም የለን ሎሚ ይሓይሽ ንብለሉ ነገር የለን ንዓመታ እንዳገደደ እንዳገደደ ኩናት እንዳወሰኸ ሞት እንዳበዝሐ ሕማም እንዳበዝሐ ስደት እንዳበዝሐ እዩ ዝመጽእ ምንም ዓለም ትመሓየሸሉ መንገዲ በፍጹም የለን ከም ኢልኩም ኣይትሕሰቡ ከም ኢልኩም ኣይትሕሰቡ ስለዚ ምድሪ ትቕጻዕ እዩ ዝብለላ ምድሪ ሓጢኣታ ውሒጥዋ ከም ስኹር ሰንከልከል እያ ትብል ዘላ ማለት ንኹሉ ከዓ እንታይ ክገብረይ ክበጽሖ እዩ ካህን የለ ካልእ የለ ንኹሉ ክበጽሖ እዩ እቲ ኣብ እግዚኣብሔር ዝሙርኮስ እቲ ኣብ ኣምላኽ ዝውከል ሰብ ጥራሕ እዩ ኣብዛ ሰዓት እዚኣ ነዛ ግዜ እዚኣ ክሓልፋ ወይ ከኣ ክወጻ ዝኽእል ማለት እዩ እሞ ኣሕዋት ኣነ ንስኹምን ሕጂ እንታይ ክንገብር ይግብኣና ማለት እዩ። ንቃል እግዚኣብሔር ኣምላክ ትእዛዛቱን ዘይምስማዕ ዘምፆ ሳዕቤን እንታይ እዩ ዝበለው ስርዓት ለዊጦም ሕጊ ስዒሮም ስርዓት ለዊጦም ነቲ ዘላለማዊ ኪዳንካ ኣፍሪሶም ሎሚ እቲ ዘላለማዊ ኪዳን ዝበሃል ፈሪሱ ዶ ይኮነን ዘሎ ፈሪሃ ኣምላክ ዘለዎ ሰብ ደሎ እዩ ሕጂ ብዚ ግዜ ኣታ ቁሩብ ንኣምላክ ኣይትፈርህን ዝብሉኻ ሰባት እኮ ኣይትረክብን ኢኻ ዋላ ሕማቕ ተገበርካ ኣብዚ ከተማ ቁሩብ ኣምላኽ ዶ ኣይትፈርህ ናታ ኣታ ተኾንካ ከምዚ ትገብር ዝብለካ ሰብ የለን ቀደም ኣቦታት ከምኡ ይብሉ ነይሮም ሕጂ ግን ተሪፉ ማለት እዩ ከመይ ውዒልካ ከመይ ሓዲርካ ኢልካዮ ሰብ ከማን እግዚኣብሔር ይመስገን ኣይብለካን እዩ ሕጂ እንታይ እዩ ፋሪሃ ኣምላኽ የለን የለን እቲ መልክዕ ጥራሕ እዩ ዘሎ ኣነ ክርስትያን እየ ኣነ መንፈሳዊ እየ ትብል ፋሪሃ ኣምላኽ ዝበሃል ግን የለን ፋሪሃ ኣምላኽ ዝወሓደሉ ዘመን ኢና ንነብር ዘለና ፋሪሃ ኣምላኽ እንተዝህሉ ነይሩ ኣነ ንስኹም ዓመፅ ኣይምገበርናን ኢና ዓለም ኣብ ዓመፃ ኣትያ ኣላ ማለት እዩ ኣብ ክፉእ ነገር ኣትያ ኣላ እንታይ ስለ ዝኾነት ሕጊ ስዒሮም ሕጊ ስዒሮም እግዚኣብሔር ኣምላኽ ንዓይ ንዓኻትኩም ዝሃበና ትእዛዝ ሕጊ ኣሎ ኪዳን ኣሎ እቲ ኪዳን እንተደኣ ፈሪሱ ምድሪ ከም ስኹርያ ሰንከልከል ትብል በቲ ተመለጥካ በቲ ይረኽበካ በቲ ተበልካ በቲ ትረኽበካ ኣብዛ ምድሪ እዚኣ ትቕጻዕ ሰላም ትስእን ርግኣት ትስእን ማለት እዩ እርምያስ ሸውዓተ ዕስራን ሰለስተን ከነንብብ ከለና ዝኣዘዝኩኹምሲ እዚ ደኣ እዩ፣ ድምፀይ ስምዑ፣ ኣነ ኸኣ ኣምላኽኩም ክኸውን እየ፣ ንስኻትኩም ድማ ህዝበይ ክትኮኑ ኢኹም። ፅቡቕ ምእንቲ ክትረኽቡውን በቲ ኣነ ዝኣዘዝኩዎ ዘበለ ኵሉ መንገድታት ተመላለሱ። ግናኸ ብምኽሪ ርእሶም፣ በቲ ክፉእ ህልኽ ልቦም ደኣ ከዱ፣ ኣብ ክንዲ ንቕድሚት ምድፋእ ድማ ንድሕሪት ኣቢሎም ተመልሱ እምበር፣ ንዓይሲ ኣይሰምዑንን ኣእዛኖም ድማ ናባይ ጽን ኣይበሉን። ሎሚ ደይስበኽ ዶ ኮይኑ? ብዙሕ ስብከታት ይስበኽ ኣሎ ብሚድያታት፣ ብተለቪዥን፣ ብሬድዮ፣ ብጽሑፋት፣ ኣብ ቤተ ክርስቲያን፣ ኣብ ጓዳናታት፣ ትራክት ብምዕዳል፣ ብዙሕ ብዙሕ ብዙሕ ብብዙሕ መንገድታት እግዚኣብሔር ንዓለም መቸም ይዛረብ ኣሎ፣ ይግስጽ ኣሎ፣ ይመኽር ኣሎ። ግን መጽሓፍ ቅዱስ እንታይ እዩ ዝብለና ዘሎ? ድምጸይ ግን ኣይሰምዑን ይብለና። ድምፀይ ግን ኣይሰምዑን። ኣነ ኣምላኽኩም ክኸውን እየ፣ ንስኻትኩም ድማ ህዝበይ ክትኮኑ ኢኹም። ፅቡቕ ምእንቲ ክትረኽቡ በቲ ኣነ ዝኣዘዝኩዎ ዘበለኩሉ መንገድታት ተመላለሱ። ዓለም ብገዛእ ርእሳ እያ ትመላለስ ዘላ። ሕጂ እግዚኣብሔር ንዓይ ንዓኻትኩም ዝኣዘዘና ትእዛዛት ኣሎ። ትእዛዛት እግዚኣብሔር መንገዲ ኣምላኽ እዩ፣ ፍቓድ ኣምላኽ እዩ። ንዑ ከነተግብር ብፀጋ ኣምላኽ ተደሪኽና ይፅውዓና ኣሎ። እዚ ህዝቢ እዚ ርጉም እዩ ዝበሎ እዚ ህዝቢ እዚ ርጉም እዩ ብኣፉን ከናፍሩን የኽብረኒ ብልቡ ግን ካባይ ርሑቕ ኢልዎ እግዚኣብሔር ዝደሊ ግን ኣፍን ከናፍርን ዘይኮነ ልባትና እዩ ዝደሊ ልባትና ክቕየር ልባትና ክልወጥ ይደሎ እግዚኣብሔር ኣምላኽ ኣብ ዘመን እዚ እምነት ናይ ግልያ ኣነ ንስኹምን በብግልና ምስ ኣምላኽ ዘሎና ርክብ እንዳፀንዐ እንዳፀንዐ ምዝንኸይድ ምልክቱ እንታይ እዩ? እግዚኣብሄር ሓለውኡ ኣብ ዙርያና ይኸውን ማለት እዩ። እግዚኣብሄር ካብቲ ዝመጽእ ቁጥዓ ኣምላኽ ይሕልወና። ጎይታናን መድሓኒና የሱስ ክርስቶስ ኣብ መስቀል ዝሞተልና ንምንታይ ዕላማ እዩ እንተድኣ ኢልና ካብቲ ዝመጽእ ቁጥዓ ማእታን ከናግፈና እዩ። እዚ ቀቀሊሉ እዩ ዝወርድ ዘሎ ሕጂ እዚ ቁጥዓ። መወዳእታ ግን ከምቲ ኣብ ነቢ ዳንኤል ምዕራፍ ዓሰርተ ክልተ ዝገለጾ ካብ መጀመርታ ምድሪ ካብ ትፍጠር ኣትሒዙሲ ከምኡ ዝኣመሰለ መዓት ሽግር ወሪዱ ኣይፈልጥን ኢሉ በሎ። ከምኡ ዝኣመሰለ መዓስ ሽግር ወሪዱ ይፈልጥን? እዚ ኸኣ ኣበየኖት ማለት እዩ? ኣብቶም ንኣምላኽ ዘይፈልጡ፣ ኣብቶም ንክርስቶስ ዘይተቐበልዎ ማእለያ ዘይብሉ መዓት ሽግር ኣብዚ ምድሪ እዚ ክወርድ እዩ። ስለዚ ንዓይ ንዓኻትኩም ግና ከም ዘድሕነና እዩ ኣብ ትንቢት ዳንኤል ምዕራፍ ዓሰርተ ክልተ ዝገልጽ። ካብዚ ከገላግለና ዝኽእል እንታይ እዩ? እምነት ኣብ ክርስቶስ ዘለና፣ ተኣማንነት ኣብ ክርስቶስ ዘለና። ክርስቶስ እዩ በዓሉ ዘድሕነና ብጸግኡን ምሕረቱን ደኣ እምበር ንሕና በዓላትና ዋላ ንፉዓት እንተኾንና ዋላ ለባማት እንተኾንና ዋላ ምሁራት እንተኾንና ብዘይ ክርስቶስ ምንም ትርጉም የብሉን ዋላ ፒኤች ዲግሪ ይሃልወና ንዓለም ዝገላብጥ ብዙሕ ኤሌክትሮኒክ እንተሰራሕና ድንቂ ነገር እውን እንተገበርና የሱስ እንተዘይሃልዩና ትርጉም የብሉን ደድሕር ንፋስ ምኽያድ እዩ ወላ ሓንቲ ትርጉም የብሉን ኣብዚ ምድሪ እዚ ክተርፍ እዩ እጅኻ እታ ኣብ ትንቢት ዳንኤል ምዕራፍ 12 ዘላ ካብኡ ከናግፈና እግዚኣብሔር ኣምላኽ ዕላሙን መደቡን እሞ እስኪ እንታይ ይብለና በቲ ዘመንቲ ሚካኤል እቲ ምእንቲ ደቂ ህዝብካ ዝቀውም ዓብዪ መስፍን ይብለና ክትንስዩ ሽዑ ዘመን ጸበባ ኪኸውን እዩ። ከምኡስ ካብታ ህዝቢ ዝሃለወላ ጀሚሩ ክሳዕ እታ ግዜ እቲኣ ከቶ ኮይኑ ኣይፈልጥን። ጸበባ ካብታ ህዝቢ ዝሃለወላ ጀሚሩ ይብለና መጽሓፍ ቅዱስ ማለት እዩ። ካብታ ህዝቢ ዝነበረላ ጀሚሩ ከምኡ ዓይነት ጸበባ ክኸውን እዩ። ሽዑ ዘበን ጸመንቀ ክኸውን እዩ። ከምኡ ካብታ ህዝቢ ዝሃለወላ ጀሚሩ ክሳዕ እታ ግዜ እቲኣ ኮቶ ኮይኑ ኣይፈልጥን። በታ ግዜ እቲኣስ ህዝብኻ ኣብ መጽሓፍ እተጸሓፈ እተረኸበ ዘበለ ክድሕን እዩ። ጅዝያ እታ ንዓና ተድልየና። ካብታ ህዝቢ ዝሃለወላ ጀሚሩ ከምኡ ዓይነት ጸበባ ኮይኑ ኣይፈልጥን። ህዝብኻ ይብል ማለት እዩ ኣብ መጽሓፍ ተጻሒፉ እተረኽበ ህዝብኻ ግን ክድሕን እዩ ኣብ መጽሓፍ ህይወት ተጻሒፍና እንተ ተረኺብና ግን ክንድሕን ኢና እሞ እግዚኣብሔር ኣምላኽ ይደግፈና የዒንቲ ልቦናና ይኽፈተልና ንኹላትና ሎሚ ኣነን ንስኹምን ነዚ እያው ዝኾነ መጽሓፍ ቅዱስ ክንምርምሮ ይግባኣና ብግልና ብግልና እንዳንበብና እዚ ትንቢት እዚ እንታይ ይብል ኣሎ ኢልና ክንፍትሽ ኣብኡ ክንምዕቆብ እግዚኣብሔር ብጸግኡን ብምሕረቱን ይደግፈና። ስለ ዝነበረና ግዜን ሰዓትን ኣምላኽና ክነመስግኖ ኢና። ሓቢርና ንጸሊ። ኣቦ ተመስገን ክብሪ ኩሉ ዕቤት ኩሉ ንዓኻ ይኹን ስለዚ ቃልዚ ስለዚ ምኽሪ እዚ ዝሃብካና ጎይታ ነመስግነካ ኣለና። ኩሎም ንዝሰምዑ በርኸትካ ስደደሎም እግዚኣብሔር ነፍሲ ወከፍ ሰብ ኣብ ኣምላኽ ክምርኮስ፣ ነፍሲ ወከፍ ሰብ ፋሪሃኻ ክሓድሮ፣ በቲ ብዙሕ ዝዓይነቱ ጥበብካ ጌርካ እግዚኣብሄር ኣምላኽ ንህዝብና ሕሹኽ ክትብሎ እልምነካ ኣለኹ። ስለ ዝነበረና ሰዓት ክብሪ ኩሉ ዕቤት ኩሉ ንዓኻ ይኹን ብስም እተፍቅሮ ወድኻ የሱስ ክርስቶስ ኣሜን።